ሰላም ዝኸበርኩም ተኸታተልቲ ማዶ ቲቪ ከመይ ትኾኑ ኣነ ኣምላኽ መስገን ጽቡቕ ኣለኹ ንስኹም እውን ከማይ ጽቡቕ ክትህሉ በዓል ሙሉ ተስፋ እየ ሎሚ እምበኣር ኣብ ዙርያ እቲ ከባቢ 2 ቢልዮን ተጠቀምቲ ዘለውዎ ዋትሳፕ ከመይ ጌርና ብፊንገር ፕሪንት ወይ ከዓ እዚ ዓሸራ ንብሎ ማለት እዩ ከመይ ጌርና ክንዓጽዎ ንኽእል ዘርኢ መደብ'የ ኣዳልየልኩም ዘለኹ። ክሳብ መወዳእታ እዚ መደብ ብጽሞና ክትከታተሉኒ ብትሕትና እዕድመኩም። ሰናይ ምክትታል። ሎሚ ኣብ ዘለናዮ ዕስራን ሓደን ክፍለ ዘመን ዝበዝሐ ክፋል ህይወትና ምስ ቴክኖሎጂ ዝተኣሳሰረ እዩ። ብፍላይ ከኣ ምስ ሞባይል ተሌፎናትና ማለት እዩ። ኣብዚ ግዜ እዚ ዳርጋ ናይ ነፍሲ ወከፍ ሰብ ተሌፎን ዝተፈላለዩ ተኣፈፍትን ኣገደስትን ሓበሬታታት ነቐምጠለን ከምኡውን ዝተፈላለዩ ማሕበራዊ ሚድያታት ከም ፌስቡክ፣ ትዊተር፣ ዋትሳፕ ምስ ፈተውትና ዝገበርናይ ናይ መልእኽቲ ልውውጥ ዝሓዛ ስለ ዝኾነ ውሕስነት ናይዘን ሞባይላትና ሒዘንኦ ዘለዎ ሓበሬታ ውሕስነቱ ኣብ ምርግጋፅ የሕደረለይ ዝበሃል ስራሕ ኣይኮነን። ከምቲ ኣብ ውሽጢ ገዛና መፍትሕ ናይ ኣርማድዮ፣ ናይ ቦርሳ እንዳገበርና ንብረትና ውሕስነቱ ንውሕሰሉ፣ ኣብ ሞባይላትና ከኣ ዝተፈላለየ ኣፕሊኬሽናት መፍትሕ ክንገብረለን ይከኣል እዩ። ኣፕሊኬሽናትና ነፍሲ ወከፈን መፍትሕ እንተጌርናለን፣ ነቶም ብእምነት ተሌፎንና ከፊትና ዝሃብናዮም፣ ሜሴጃትና ክፍትሹ ንዝደልዩ ሰረቕቲ ሓደ መዕገቲ እዩ። ንሱ'ውን ጥራሕ ኣይኮነን፣ ብኣጋጣሚ ተሌፎናትና እንተ ጠፊኤን ወይ ተሌፎንና እንተ ጠፊኣ፣ ኣብተን ኣፕሊኬሽናት ዝነበረ ሓበሬታ ሰብ ከይረኣዮ ክጸንሕ ናይ ምጽናሕ ተኽእሉ ብጣዕሚ እዩ ዓቢ። መጀመርያ ግን ኣብዛ ቻነል Subscribe፣ Like ከምኡ'ውን ኣብታ ጎኒ ዘላ ቃጭል ብምጥዋቕ ቀዳሞት ተኸታተልቲ መደብና ንኽትኮኑ ብትሕትና ንዕድመኩም። ዋትሳፕና ብፊንገር ፕሪንት ወይ ካብ እዚ ዓሽራ ንብሎ ዘለና መንገዲ ሜተድ ንክንዓፅኦ ዝኾነ ካብ ፕሌይ ስቶር ነውርዶ ዝኾነ ዓይነት ኣፕሊኬሽን ኣየድልየናን እዩ ኣብቲ ናይቲ ዋትሳፕ ሴቲንግ ኣብኡ እቲ ናቱ ኦፕሽን ብፊንገር ፕሪንት ክንዓፅኦን ንክንከፍቶን ከም ምርጫ ኣብኡ ተቐሪብልና ኣሎ ማለት እዩ። ከመይ ጌርና ኢና ኣክቲቬት ክንገብሮ ከመይ ጌርና ኢና እቲ ብፊንገር ፕሪንት ከም ዝዕጾን ከም ዝኸፈትን ክንገብሮ ንኽእል ሕጂ ክርእየኩም እየ ሳይ ጽንሑ ብመጀመርታ እምበኣር እቲ ናትና ዋትሳፕ ኣብ ቱ ዴት ድዩ ኣይኮነን ከነረጋግጽ ኣለና እዚ ከዓ ኣብቲ ፕሌይ ስቶር ኣቲና ኩሉ ሻዕ ኣፕዴትድ ድዩ ኣይኮነን መጀመርያ ነረጋግፅ ማለት እዩ ስለዚ ኣብዛ ፕሌይ ስቶር ንኣቱ ኣብዛ ፕሌይ ስቶር ዋትሳፕ ኢልና ንፅሕፍ ዋትሳፕ ሜሴንጀር ስለዚ ኣብዚ እንተሪኢኹሞ ኢትስ ኣፕዴትድ ናተይ ኣፕዴትድ ኮይኑ እዩ እዛ ኣፕሊኬሽን እዚኣ ኩሉ ሻዕ ከም ንፈልጦ ኩለን ኣፕሊኬሽናት ኣፕዴት ይኾና እየን ምስቲ ዘሎ ኩነታት ምስቲ ዘሎ ምዕባለታት ኩሉ ሻዕ እቲ ነተን ኣፕሊኬሽን ዝሰርሐ ሰብ ወይ ትካል ኣፕዴት እዩ ዝገብረ እንዳሓደሰን እዩ ዝኸይድ ስለዚ እዛ ናተይ ቅድሚ እዛ ቪድዮ ምስርሐይ ኣፕዴት ስለ ዝገበርኳ ኣብዚ ኦረዲ ኦፕን ጥራሕ ክብላ ማለት እዩ መዓስ ኣፕዴትድ ኮይና ከ ኣብ ዝተሓት ክንሪኦ ንኽእል ኢና Last updated ዓሰርተ ሓደ ግንቦት ክልተ ሽሕን ዕስራን updated ኮይኑ እዩ እዚ ዋትሳፕ ማለት እዩ ስለዚ ቅድሚ እቲ ስራሕ ምስራሕና መጀመርያ update ክንገብሮ ክንክእል ኣለና ድሕሪኡ እታ ናተይ ዋትሳፕ ኸፍታ ምስ ከፈትኳ ኣብታ ላዕለወይቲ ክፋል ኣብታ ላዕለወይቲ ወገን ሰለስተ ንጣብ ን ትኹል ኣለዋ ንዓኣ ንኸፍታ Setting ኢልና ንኣቱ ድሕሪኡ ኣብዛ ኣካውንት ትብል ዘላ ኦፕሽን ኣብዚኣ ንኣቱ ድሕሪኡ ኣብዛ ፕራይቨሲ ትብል ቦታ ክሊክ ንገብር ድሕሪኡ ኣብዚ ንታሓት ገጽና ንወርድ ኣብዚ ፊንገር ፕሪንት ሎክ ዝብል ምርጫ ኣሎ ኣብዚ ሕጂ እዚ ፊንገር ፕሪንት ሎክ ክሰርሓለይ እንተኾይኑ ክልተ ነገር ኣሎ ኣብዚኣ ክትፈልጥዎን ዘለኩም እቶም ሞባይልኩም ብፊንገር ፕሪንት እታ ሞባይል ምስ ተዓፅወት ብፊንገር ፕሪንት ትኸፍትዋ እንተኾንኩም ኣውቶማቲካሊ እዛ ፊንገር ፕሪንት ሎክ ክትሰርሓልኩም እያ ከምዚ ናተይ ብ ኮድ ትዓጽዋ ተኮንኩ ወይ ከኣ መፍትሕ ዘይብላ እንተ ኮይኑ መጀመርያ እቲ ናትና ፊንገር ፕሪንት ኣፍታ ሞባይል ክምዝገብ ክንገብር ኣለና ድሕሪ እያ ክትሰርሓልና ማለት እዩ ስለዚ ነቶም ፊንገር ፕሪንት ጌርኩም ትኸፍቶ ዋላ ሓንቲ ጸገም የብልኩምን ነቶም ብኮድ ወይ ከዓ ኮድ ዘይብላ ቴሌፎንኩም ብመሰረቱ ቴሌፎንኩም ብኮድ ትኸፍትዋ ወይ ከዓ ኮድ ዘይብላ ተኾይና ግን ኣብ ሴቲንግ ኣቲና መጀመርያ እቲ ናትና ፊንገር ፕሪንት ከነመዝግቦ ኣለና እዚ ከመይ ኢና ክንገብሮ ከርእየኩም እየ ሕጂ ክኸፍታ እየ ክትኣብየኒ እያ እስከ ፊንገር ፕሪንት ኦኬ የብላ ስለዚ ኣብዚ ታክብላ እየ ኣንሎክ ዊዝ ፊንገር ፕሪንት ኢለ እዚኣ ኦኬ ክብላ እየ እዛ ኦኬ ባትን ድሕሪኡ ኣብዚ ተሓተኒ ኣላ ሴት ኣፕ ፊንገር ፕሪንት to use this feature You need to set up your fingerprint on your phone first ስለዚ መጀመርታ ኣብቲ ናተይ ፎን ኣትየ ፊንገርፕሪንተይ ከመዝግቦ ኣለኒ እዚ ከዓ ብጣዕሚ እዩ ቀሊል ስለዚ ናብ ሴቲንግ ንኣቱ ሴቲንግ ኣትየ ኣብዛ ባዮሜትሪክ ኤንድ ፓስወርድ ትብል ዘላ ኣብኣ ኦኬ ብላ ድሕሪኡ ኣብዛ ላዕሊ እንተሪእኹማ Finger Print ID ትብል ምርጫ ኣላ ንዓኣ ኦኬ ብላ ድሕሪኡ ኣብዛ ላዕሊ መጽያትለይ ኣላ Finger Print Management ኦኬ ብላ ኣብዚ ሕጂ ፓስወርድ ኣነ ብናምበር ይዓፅየ ዘሎ ሞባይለይ ብናምበር ገይረ ክኸፍቶ እየ ስለዚ ሞባይለይ ፓስዎርድ ጌረ ከፊተዮ ኣለኹ ከምኡ ስለ ዝጥቀም ማለት እዩ ድሕሪኡ ኣብዛ ታሕቲ ኒው ፊንገር ፕሪንት ትብል ምርጫ ኣላ ንዓ ክሊክ ይገብራ ስለዚ በዛ ዳሕረዊቲ ክፋል ናይ ሞባይለይ ናይ ኢደይ ዓሸራ ኣብኡ ከጸግዓ ኢደይ ነዛ ኣመልካቲት ኢደይ ንዓባ ከጸግዓ እየ ማለት እዩ ስለዚ ፕሪንት ክትወስድ እያ ፊንገር ፕሪንተይ ፕሪንት ምስ ገበርኮ ወዲኤ ኣለኹ ሕጂ ናብታ ዋትሳፕ ተመሊሰ ናይ ፊንገር ፕሪንት ምኽፋትን ምዕጻውን ኦኬ ክብሎ እየ ማለት እዩ ስለዚ ኣብ ዋትሳፕ ክምለሰ ዋትሳፕ ተመሊሰ ሕጂ ኣብታ ዝረኣኹ ማለት እዩ መታን እቲ ኣተኣተዋ ክትርስዕዎ ክደግማ ክፍትነ ስለዚ ኣብዛ ላዕለወይቲ ሰለስተ ንጣብ ንትኹል ዘላ ኣብኣ ኦኬ ብላ ድሕሪኡ ኣብዛ ሴቲንግ ኣቱ ድሕሪኡ ኣብዛ ኣካውንት ትብል ኣቱ ድሕሪኡ ኣብዛ ፕራይቨሲ ትብል ኣቱ ድሕሪኡ ንታሓት ገፀ ይኸይድ ፊንገር ፕሪንት ሎክ ትብል ኦኬ ብላ ሕጂ ርእዋ እዚኣ ኦኬ ምስ በልኳ ከምቲ ንዓንተ ወይ ደው ዘበለትን ደው ኣይተብለንን እያ ኦኬ ብላ ዳስ ኦቨር

ስለ ዝደለኹሞ ክስታይ ኣብዚ ክትመርጹ ትኽእሉ ኢኹም ኣነ ኢሚድየትሊ ክብለ ኦኬ ኢሚድየትሊ እዚ ከዓ ሸው ኮንተንት ኢን ኖቲፊኬሽን ዝኾነ ሜሴጅ ተመፂእኩም ከዓ እዚኣ ኦኬ ትብልዋ ስለዚ ወዲና ኣለና ካብዛ ዋትሳፕ ክወፅኤ ሕጂ ክኸፍታ ከፈትነ

ስለዚ ከምዚ ገርኩም እቲ ኣብ ዋትሳፕ ዘሎ ኢንፎርሜሽን ወይ ዝኾነ ሜሴጅ ምስ ዝኾነ ሰብ ቻት ዝገበርኩም ወይ እቲ ናትኩም ኮንታክት ሴቭ ንክኸውን ተደሊኹሞ ከምዚ ገርኩም ዋትሳፕኩም ክትዓፅዋን ክትከፍትዋን ትኽእሉ ኢኹም ማለት እዩ ስለዚ ካብ ሰረቕትን ካብ ሕማቕ ዝሓስቡ ሰባትን ሞባይልኩም ወይ እዛ ኣፕሊኬሽን ናይ ዋትሳፕ ኣፕሊኬሽን ውሕስቲ ክትገብሩዋ ትኽእሉ ኢኹም ማለት እዩ እምበኣርከስ ተኸታተልቲ መደብ ማዶ ቲቪ ናይ ሎሚ መደብ ነዚ ይመስል ነይሩ። ስለቲ ምክታልኩም ብልቢ እንዳ መስገና ሰብስክራይብ ሼር እንዳገበርኩም ከተተባብዑና ከዓ መወዳእታ ክንላበኩም ንደሊ የቐንየልና።